ርክብ ኤሊታት ትግራይን ኤርትራን ብድሆታቱን መዝሙር ሰላም ህዝብታት ኤርትራን ኢትዮጵያን ዝብል ማሕበር ቅድሚ ምምፃኣ ብዝጀመረን ሻቡ ዝቐምረረን ማሕበር ነይሩ እዩ እቶም ነዚ ማሕበር ዘቐሙ ኣካላት ብወገን ኢትዮጵያ ዳርጋ ሙሉእ ብምሉእ ተጋሩ እዮም ነይሮም። ሓደ ካብቶም ቀንዲ ነዚ ማሕበር ዘምወሉን ዘጓሳጉሱን ዝነበሩ ድማ ትግራዋይ በዓል ጸጋ ዳዊት ገረዝጌር ዝተባህለ ሓዋ ንመንጀሪኖ ይርከብዎም። ወገን ህዝቢ ኤርትራ ተባሂሎም ተገልጹ ድማ ስደተኛታት ተቐማጦ ኣዲስ ኣበባን ወጻኢ ሃገርን ኮይኖም ኣብ ቀጽሪ ተቃወም ተሰለፉ ውልቀ ሰባት ኮይኖም ኣብ ኤርትራ ተፈላጥነት ይኹን ጽልዋ ዘይብሎም ተራ ስደተኛታት ከም ዝነበሩ ይፍለጥ። ዝጠቅም ማሕበር ስለ ዘይነበረን ዕላምኡ ንጹር ዘይምንባሩን ድማ ከይተወልደ ክሓርር ኢና ተዓዚብናዮም። ሕጂ እውን ምድልዳል ርክባት ህዝቢ ትግራይን ኤርትራን ዝብል ጀሚሩ ኣሎ። እዚ ርክባት እዚ እውን ብዙሕ ሰብ ብተስፋን ብጽቡቕ ድሌትን ባህግን ዝቕበሎ እኳ እንተኾነ ብብዙሕ ብድሆታት ግና ክፍተን ምዃኑ ብዙሕ ምልክታት ክህብ ጀሚሩ ኣሎ።

ኣብ መንጎ ኤርትራን ትግራይን ብዙሕ ናይ ቁማና ፍልልይ ከም ዘሎ ዝፍለጥ ሓቂ እዩ እቲ ቐንዲ ድማ ኤርትራ ሃገር ትግራይ ድማ ክልል ናይ ኢትዮጵያ ምዃና እዩ እዚ ፍልልይ እዚ ምስቲ ኣብ መንጎ ኤርትራን ብልጽግናን ሰፊኑ ዘሎ ፖለቲካውን ወተሃደራውን ወጥርን እቲ መንግስቲ ኣብ ዘይፈልጦን ዕላሙ ዘይተረድኦን ርክባት ብቐሊሉ ክቕበሎስ ይትረፍ ክዕንቅፎን መልሰ ተግባር ክህብ ከም ዝፈትን ዝግመት ነገር እዩ። እንተኾነ ኣብይ ነዚ ርክባት ናይ ክልቲኡ ህዝቢ ክዓግቶን ክቆጽዮን ዓቕሚ ኣለዎ ዶ የብሉን ካልእ ሕቶ ምዃኑ እዩ። እቲ ካልእ ኣገዳሲ ነገር ክልቲኡ ህዝብታት ማለት ህዝቢ ትግራይን ኤርትራን ከምቲ ዝውረየሉ ሓደ እዩ ባህልና ሓደ እዩ ቋንቋና ካብ ምባል ሓሊፍካ ትግራይ ትግርኛ ናብ ዝብል ኣረጊት ትረኻ ዝወስድ ማእዝናት ሓደ ካብቲ ሓደገኛን በዳህን ጸገማት ክፈጥር ዝኸል ብምዃኑ ኣብ ኤርትራውያን ዘይምትእማንን በጠርጣርን ክርእይዎ ዝኽእሉ ብድሆታት ክገጥሞ ከም ዝኸል ዘይከሓድ ሓቂ እዩ። ኤርትራ ማለት ብዙሕነታ ዝዓቀበት ናይ ብዙሓት ሕብረተሰባት ሃገር ደኣ እምበር ናይ ሓደ ብሄር ሃገር ስለ ዘይኮነት ኣብ ትግራይ እውን ብተመሳሳሊ ናቶም ክውነት ስለ ዘለዎም እቲ ናይ ኤርትራውያን ብጥርጣረ ዓይኒ ምርኣይ ምኹነይ ድዩ ወይስ ኣብ ጥርጣረ ጥራይ ኮይኑ ኣብ ባይታ ዘየለ ነገር ኢልና ምስ ንሓትት እቲ ስጋታትን ጥርጣረታትን ናይ ኤርትራውያን ቅኑዕን ኣብ ታሪኻዊ ሓቅታትን ፍጻሜታትን ተበገሰ ምኹነይ ኮይኑ ኢና ንረኽቦም እቲ ቐንዲ መሰረታዊ ምኽንያታት ናይ ዘጠርጣረታት ካብ ኤሊታት ትግራይ ዝብገስ ጥራይ ዘይኮነ ዋላ ካብ ውሽጢ ሃገር ዘለዉ መራሕቲ ዘርእይዎ ቀልባዕባዓት እውን ኣብ ዝኽሪ ነፍሲ ወከፍ ኤርትራዊ ዘሎ ሓቂ እዩ። ንኣብነት እቲ ኣብ መንጎ ብርሃነ ገብረ ክርስቶስ ሰብ ዝሰኣነ ሰብን ኣወል ስዒድን ዝተገብረ ርክባት ዝነኣድ ስጉምቲ እኳ እንተኾነ፣ ክፍለጥ ዘለዎ ሓቂ ግና ሰብ ዝሰኣነ ሰብ፣ ሓደ ካብቶም ናይ ኣግኣዝያን ኣነየ መስሪትየ ዝብል ሰብ ኣብ ርእሲ ምዃኑ፣ ድሕሪ እቲ ኣብ ዛላምበሳ ምስ ኣወል ዘካየዶ ርክቡን ከይተረፈ ኣብ ገጻት ፌስቡክ እታ ትግራይ ትግርኚ ትብል ፖለቲኩ ምስ ርክብ ናይ ኣወል ስዒድ ኣላጊቡ ክልጥፍ ተዓዚብናዮ ኢና። ኣብ ቃለ መሕተቱ ንልኡላውነት ናይ ኤርትራ ብግልጺ ምቕማጡ እኳ እንተገለጸ፣ እቲ ኣብ መንጎ በጨቕ ዝብሎ ትረኻታት ግና ንብዙሓት ኤርትራውያን ደስ ዘብል ከም ዘይኮነ ክእረም ዘለዎ ጉዳይ ምዃኑ ምዝካር የድሊ። እዚ ጌጋታት እዚ ኣብ ብርሃነ ጥራይ ዘይኮነ ኣብቲ ናይ ደደቢት ሚድያ ብዶክተር ሃይለ እውን ክደጋገም ምስ ረኣና እዚ ርክብ ህዝቢ ትግራይን ኤርትራን ካብ ንግዜኡ ንስልታዊ ዕላማ ዝኾነ ዝጠቅም ስትራቴጂያዊ ምሕዝነት ከይሉ ብኸቢድ ብድሆታት ዝሓልፍ ምዃኑ ክግመት ዝከኣል እዩ። ወገን ኤርትራዊ እንተኾነ እቲ ፕሬዚደንት ንኤርትራውያን እሙን ኣይኮነን። ብርክት ኣብ ዝበለ ኣጋጣሚታት ህዝብን ሰራዊትን ኤርትራ ብወግዒ ንዘይፈልጦ ምስጢራዊ ርክባትን ሓደ ሓደ ዓሻ ፈተነታት እንክገብር ፈቲኑ እዩ። ዘይስልጣኑን ህዝቢ ዘይፈቕደሉን ዓበይቲ ናይ ወለዶታት ዕጫ
ንውልቃዊ ጥቕሙን ናይ ስልጣን ሕማሙን ክብል ቀልባዕባዕ ክብል ተራእዩ። ንኣብነት ኣብ ዋዜማ ናጽነትን ሓርነትን ኤርትራ ብወግዓውን ኣብ ምዱብ ኣኼባን ዘይኮነ ብተንኮልን ብሽርሕን በብውልቅን በብጉጅለን ረረኺቡ ምስ ሕወሓት ልፍንታዊ መንግስቲ ክንተክል ንሓስብ ኣለና ከመይ ትርእይዎ ኢሉ ምስ ሓተቶም እቶም ብትርስ ተቓውሞ ኣዘዝ ሰራዊትን ገለ መራሕቲ ፖለቲካን ካብ ሊስታ ማእከላይ ሽማግለን ካብ ንውሳኔታት ክዕንቅፉ ዝኽእሉ ቁልፊ ቦታታት ክኣልዮም ተራእዩ። እዚ ሕልሚ እዚ ዋላ ኣብ ሽሕን ትሽዓተ ሚእትን ተስዓን ሰለስተን እውን ኣብ ኣዲስ ኣበባ ካብ ጋዜጠኛታት ኢትዮጵያ ካብ ዝቐረበሉ ሕቶታት ገለ ንጉዳይ ኮንፈደረሽን ኤርትራ ምስ ኢትዮጵያ ብዝምልከት ኣብ ዝሃቦ መልሲ ጊዘ ይወስድ ይኸውን እምበር ኣብ ሞንጎ ኤርትራን ኢትዮጵያን ኮንፈደረሽን ዘይኮነ ፉል ኢንተግረሽን ማለት ኤርትራን ኢትዮጵያን ከም ሓንቲ ሃገር ክጽንበራ ምዃነን ገሊጹ እዩ። ኣብ ክልተ ሽሕን ዓሰርተ ሸሞንተን እውን እንተኾነ እቲ ምስ ኣቢ ዘርእዮ ዝነበረ ፍኹስኮስን እቲ ልቡ እንዳሃረመ ድሕሪ ሕጂ ህዝቢ ኤርትራን ኢትዮጵያን ሓደ ህዝቢ እምበር ክልተ ህዝቢዮም ዝብል ነቲ ሓቂ ዘይተረድኦ እዩ ክብል ህዝቢ ይኹን ወከልቲ ህዝቢ ዘይፈልጦ ናይ ውልቃዊ ሕልሙ ሃተፍተፍ ክብል ተሰሚዑ። ስለዚ ድማ እዚ ናይ ሕልፈት ፕሬዚደንት ንባዕሉ ዘይእመንን ብታሕቲ ታሕቲ እንታይ ይሰርሕ እንታይ ይሓልም ካብ ሕሉፍ ናይ ክድዓት ባህርያቱን ህዝቢ ብሓሶት ናይ ምትላልን ባህርያቱን ሕልምታቱ ብዘይ ዓንቀፍትን ተቓውሞን ንምትግባር ቅርፂ መንግስትን ስርዓተ ሕግን ኣፍሪሱ ዋላ እቲ ስማዊ ባይቶውን ኣፍሪሱ ብዘይ ሕጋዊ ስልጣን ናይ ህዝቢ ዝመርሕ ዘሎ ዘይእመንን ንዕላማታት ህዝብን ስዋኣትናን ዝኸድዐ ብምዃኑ እቲ ብዘይ ትካላዊ ኣገባብ ዘካየዶ ርክባት ተቐባልነት የብሉን። ነዚ ስክፍታታት እዚ ገለገለ ለባማት ተጋሩውን ዝተገንዝቦ ይመስሉ። እቲ ንሕና ምስ ህዝቢ ኤርትራ ክንገብሮ ዝግብኣና ዝምድና ብወግዕን ብትካላዊ መንገድን ክኾን ኣለዎም። እቲ ዝምድናና ድማ ንግዝያዊ ስልታዊ ዕላማታት ዘይኮነ ኣብ ናይ ክልቲኡ ህዝብታት ስትራቴጂያዊ ረብሓታትን እናተሓጋገዝካን እንዳተመላላእካን ንረብሓ ክልቲኡ ህዝብታት ዝጠቅምን ንብዙሕነትን ልኡላዊ ግዝኣት ህዝብን ሃገርን ኤርትራ ብዘኸብርን ውግእ ንሓዋሩ ደው ዘብልን ክኸውን እዩ ዝግባእ ክብሉ ተሰምዑ። ስለዚ ድማ ነቲ ገለገለ ኤርትራውያን ነቲ ብዘይወግዓውን ትካላውን ኣሰራርሓ ዝካየድ ርክባት ብዓይነ ስግኣትን ጥርጣረታትን ክርእይዎ ዘገድዶም ብዙሕ ምኽንያታት ስለ ዘለዎም ደኣ እምበር ነቲ ምስ ትግራይ ይኹን ካልኦት ክልላት ክህሉ ዝግባእ ናይ ሰላምን ምሕዝነትን ከምኡውን ኣብ ናይ ሓባር ረብሓን ጥቕምን ሓድሕድ ምክብባር እንተሰረተ ንጹርን ብትካላዊ መንገዲ ዝፍጠር ዝምድና ህዝቢ ምስ ህዝቢ ዘድገፍ እምበር ዘጽልእ ኣይኮነን። ሓቀኛ ሰላምን ንቡር ዝምድና ህዝብታት ዞባና ይዓንብብ። ማቴዎስ ዘላለም ረክዓ ትጠልባ ጠለብ። ዓት ዝሓወሰ
ጥንቃቐ ዘድልዮ። ኣዝዩ ዕረፍቲ ዘይህብ እዩ ክኸውን ዘለዎ። ስለዚ ብወገን ትግራይ ንራኸበሉ ቦታ ኣጣጢሕኹም ንስኻትኩም ተርዲእኻኒ ንስኻትኩም ምሳና ትራኸብሉ ቦታን መድረኻትን እንዳጣጣሕና ክንሰርሕ ብኣዝዩ ጥንቁቕ መገዲ ሞንጎና ውን ከይኣትዉ ንናተይን ናትካን ነጸላ ጌሮም ተርዲእካ ኣለዉ ክኣትዉና እዮም ክኣትውዎስ ክፍትኑ እዮም ፍሉጥ ነገር እዩ ካብ ሕጂ ንኔው ስለዚ እዚ እቲ ርክብ መንግስቲ ኤርትራን ኣብ መንጎ ትግራይን ዘሎ ጀስት ብመንግስታዊ ደረጃ ተኮይኑ መንግስቲ ኢትዮጵያ ክፈልጦ ግድን እዩ ብፍቃድ መንግስቲ ኢትዮጵያ እዩ መንግስቲ ኢትዮጵያ ብዝገብሮ ነገር እዩ ውዕሊ ፕሪቶሪያ ምእንቲ ከይፈርስ ማለት እዩ ህዝቢ ንህዝቢ ምርኻብ ግን ውዕሊ ፕሪቶሪያ ምፍራስ እውን ኣይኮነን ግድን መንግስቲ ኢትዮጵያ ክተፍልጥ እውን የብልካን ኣብ ቦርደር ሙያሌ ዘሎ ኦሮሞ ኣብ ቦርደር ሞያሌ ኬንያ ዘለዉ ይራኸቡ እዮም። ኣብ ቦርደር ሞቕድሾን ኣብ ቦርደር ሞቕድሾ ሶማሌን ኣብ ቦርደር ሶማሌ ክልል ዘሎ ሶማል ይራኸቡ እዮም። ማሕበራዊ ርክባት እዮም እዚኦም። እዚ ብዙሕ ምስ ውዕሊ ፕሪቶርያ ገለ ዘራኽብ የብሉን። እዙያት ክጅመር ኣለዎ እየ ዝብል ኣነ እዙያት ክሳብ ሕዚ ተጀመረን ከምዝመስለኒ ክጅመር ኣለዎ። ናይ መንግስቲ ናይ መንግስቲ ርክብ ጀስት ናይ ፌደራል መንግስቲ ክፈልጦ ኣለዎ ግዴታ ስቲል ንሕና ኢትዮጵያውያንና ዋላ እኳ ዲፋክቶ ስቴት ማነር ተሃለና ማለት እዩ ቪዛ ዝበሃል ነገር ኣሎ ገለገለ ገለገለ ዝበሃል ነገር ኣሎ ፓስፖርት ዝበሃል ነገር ኣሎ እሱ ናይ መንግስታዊ መሓውር ውዕሊ ፕሪቶሪያ ብዘየፍርስ መንገዲ ርክብ ክግበር ኣለዎ ፌደራል መንግስቲ ክፈልጦ ኣለዎ እቲ ከምዚ ናይ ማሕበራዊ ርክባት ሓደ ኣብቲ ሓደ ተዋሲቡ እዩ ሓደ ዓይነት ህዝቢ እዩ ዓፋር ኢትዮጵያ ምስ ዓፋር ኤርትራ ልተዋሰበ እዩ ትግራዋይ ኢትዮጵያ ምስቲ ትግራዋይ ኤርትራ ኩናማ ኢትዮጵያ ምስ ኩናማ ኤርትራ ልተዋሰበ እዩ ሕድሕድ ጉዳይ ክተብል ግን መንግስቲ ፌደራል ሪፖርት ትገብረሉ ናይ ዓለም መፍርሒ የለን የለን ሶ እዚ ስቆይ፣ ክጠናኸረ ኣለዎ እንታይ እዩ ክጅመረ ሕጂ? ኣለዎ እዚ እንድም- ተጀሚሩ ተኮይኑ ክጠናኸረ ኣለዎ ተረዲእካ። ተዘይ ተጀሚሩ ከዓ ክጅመረ ኣለዎ ክጅመር ኣለዎ ኣብ ውዕል ፕሪቶርያ መንግስቲ ኤርትራ እ፣ ተቃውሞ የብሉን